ኣሰላሙ ዓለይኩም ወራህመቱላህ ወበረካቱ ሰላም ዝኸበርኩም ተኸታተልቲ ነጃት ቢዩቲ ቻነል ናይ ሎሚ ሒዘዮ መጽየ ዘለኹ ንኣብ ዝተፈላለየ ግዜ ብተደጋጋሚ ተሓቱኒ ኣሕዋት ናይ ብርሒ ከምኡውን ንለጻይቶ ክሕውየልና ዝኽእል ወይ እውን ሓድሽ ጨጉሪ ከብቁለልና ዝኽእል ትሕዝቶ እየ ሒዘ መጽየ ዘለኹ እዛ ቪድዮ እውን ቅድሚ ሕጂ ሰሪሐያ ነይረ እየ ሕጂ ድማ የሐድሳ ኣለኹ ማለት እዩ ክትከታተልዋ ውን ይዕድመኩም ቅድሚኡ ግን ሓደሽቲ ኣብ ቻነለይ ሳብስክራይብ ትገብሩ ዘለኹም ንኹልኹም እንቋዕ ብደሓን መጻኹም እንዳበልኩ ንላይክ ሼር ከምኡውን ኮሜንት ብምጽሓፍ ተተባብዑኒ ዘለኹም ብልቢ የመስግን ከምኡውን ሳብስክራይብ ዘይገበርኩም ሳብስክራይብ ብምግባር ኣባላት ናይ ቻነለይ ክትኮኑ ብክብሪ ይዕድመኩም ሐራይ እምበኣር እዛ ናይ ሎሚ ትሕዝቶ ንብርሒ ከምኡውን ንለጻይቶ ንምቁርራጽን ትጠቕመና ኮይና ዘድልዩና ነገራት ድማ ክልተ ነገራት ኣብ ክሽነና ዝርከባ እየን ንሰን ድማ ቀያሕ ሽጉርትን ፍረሽ ዝንጅብልን እየን ዓቐነን እውን ማእከላይ ብከምዚኣ ዓይነት ዓቐን ተጠቂመ ኣለኹ ሽጉርቲ ቀይሕን ፍረሽ ዝንጅብልን ቀሪፍና ኣድቂቕና ክንመትሮ ኢና። መቲርና ብኩባያ ማይ ኣብ ዓሳራ ኣጸቢቕና ክንዕስሮ ኢና፣ ስጋብ ዝሓፍስ ማለት እዩ። ማይ ማዩ ኣስፊፍና እውን ኣብ ፅሩይ ኮንተይነር ንግልብጦ ማለት እዩ ስፕሬይ እንተኾነ እቲ ናይ ኮንተይነር ስፕሬይ ክንገብረሉ ንኽእል ያኒ ብቐሊሉ እንተኾይኑ ንምጥቃሙ ይጥዕመና ማለት እዩ ኣነ ኣብዚ ኣገልቢጠ ኣለኹ ሕራይ ከምዚ ጌርና መሊእና ኣብቲ ጨጉሪ ክበቕለልና እንደልዮ ዘለና ቦታ ማለት ኣብ ቆርበትና እንዳለኸና ብከምዚ ኣገባብ ጌርና ሰርክል ዓይነት እንዳገበርና ማሳጅ ክንገብሮ ኢና ንክልተ ስጋብ ሰለስተ ደቂቕ ማለት እዩ እዛ ትሕዝቶ እዚኣ ንሓደ ወርሒ ዝኣክል ተኸታቲልና እንተተጠቂምናላ ዘይነበረ ጨጉሪ እውን ከተብቁለልና ትኽእል እያ። ሕራይ ኣጠቓቕማኣ ድማኒ ኣብቲ መጀመርያ ሰሙን ክልተ ግዜ ኣብ መዓልቲ ንክልተ ስጋብ ሰለስተ ሰዓት ኣብ ጨጉርና ኣፅኒሕና ክንሓፅቦ ኢና ማለት እዩ ከምዚ እንዳገበርና እውን ንሓደ ሰሙን ክንቅፅል ኢና ሕራይ ኣብታ ካልኣይቲ ሰሙን ድማ ሓደ ግዜ ንመዓልቲ ክንጥቀመላ ኢና በቲ ዝረኣናዮ ኣገባብ ማለት እዩ ንክልተ ስጋብ ሰለስተ ደቒቕ ቆርበትና ማሳጅ እንዳገበርና ንክልተ ሰለስተ ሰዓት ኣብ ጨጉርና ነጽንሖ ብድሕሪኡ ንሓጽቦ ማለት እዩ ሕራይ ኣብታ ሳልሰይቲ ሰሙን እውን ኣብ ሰሙን ክልተ ግዜ ማለት እዩ ክንጥቀመላ ኢና ክልተ መዓልቲ እንዳጸቐጥና ማለት እዩ ኣብታ ሳልሰይቲ መዓልቲ ንገብረላ ክልተ ግዜ ኣብ ሰሙን ብተመሳሳሊ ኣገባብ ክንጥቀመላ ኢና ኣብ መወዳእታ ማለት ኣብታ ራብዐይቲ ሰሙን ድማ ሓደ ግዜ ጥራይ ኢና ኣብ ሰሙን ክንጥቀመላ። ሕራይ በዚ ኣገባብ በቲ ዝረኣናዮ ኣገባብ ጌርና ድማ ንጥቀም ማለት እዩ። ንወርሒ ዝኣክል ክንከታተል ኣለና ውፅኢታዊ ክኾነልና መታን። ሕራይ እዛ ትሕዝቶ እዚኣ ኣብ ዝሑል ቦታ ኣለና ኣብ ተላጃ ንሓደ ሰሙን ከይተበላሸወ ክፀንሓልና ይኽእል እዩ። ሐራይ ዝኸበርኩም ተኸታተልቲ ናይ ሎሚ ቪድዮ ይዚኣ ነይራ ጠቓሚት ክትከውን ተስፋ ይገብር ጠቓሚት ኮይና እንተረኺብኩማ ውን ላይክ ኣይትረስዑ ከምኡውን ኣብ ኩሉ ክትበጽሕ ሼር ግበርዋ ኢኹም ብዘቕረብኩልኩም ዓጊብኩም ክትኮኑ ተስፋ ይገብር ብኻልእ ቪድዮ ስጋብ ዝመጸኩም ሰላም